ሰላም ሰላም ክቡራት ተኸታተልቲ ናዚ ቻነል ተስፉ ክንፈ ወዲ ክንፈ ንሎሚ ሒዘልኩም ቀሪበ ዘለኹ ኣርእስቲ ስዕረትካ ናብ ዓወት ቀይሮ ዝብል እዩ ብቐዳምነት ነዘን ሕቶታት ኣብ የእምሮኹም ከተሰላስልዎን ፅንሑ ስዕረት ንዓኺ ንዓኻ እንታይ እዩ? ብኸመይ ትገልጾ? ኣብ ህይወትካ ውድቀት ኣጋጢምካ ይፈልጥ ዶ? ብኸመይ ከ ሰጊርካዮ? ካብዛ ቪድዮ ብዙሕ ጠቓሚ ነገር ክትረኽቡ ኢኹም ዝብል እምነት እዩ ዘለኒ። ክሳብ መጨረሻ ምሳይ ሓቢርኩም ጽንሑ። ሰናይ ምክትታል። ሕራይ ብቐዳምነት ስዕረት ወይ ውድቀት እንታይ ምዃኑ ምግላጹ ኣዝዩ ኣገዳሲ እዩ። ስዕረት ሕማቕ ወይ ናይ መጨረሻ ዕድልና ዘይኮነ ትምህርቲ ኣቕሲሙ ናብ ዝሓሸ መድረኽ ዘሰጋግረና ስጉምቲ እዩ። ምናልባት ስዕረት ከጋጥመና ከሎ ሕማቕ ድምፂ ካብ ውሽጥና ሕሹኽ ክብለና ይኽእል እዩ ንኣብነት ኣዚኻ ከሲርካ ኢኻ ኣኺልካ ዝነበረካ ዕድል ተፀንቂቑ እዩ ብድሕሪ ሕጂ ፈቲንካ ክትዕወት ኣይትኽእልን ኢኻ ሰብከ እንታይ ክብለካ እዩ ዝብሉ ዝተፈላለዩ ሕማቓት ድምፂ ካብ ውሽጥና ሕሹ ክብለና ይኽእል ኣብዚ ክንፈልጦ ዘለና የኡምሮና ብክልተ ማናጀርስ እዩ ዝቕለስ እቲ ሓደ እወንታዊ መናጀር ክኸውን ከሎ እቲ ሓደ ከዓ ኣሉታዊ ማናጀር እዩ እቲ እወንታዊ መናጀር ፅቡቕ ሓሳባት ብውሽጥና ሕሹክ ክብለና ከሎ እቲ ኣሉታዊ ማናጀር ከዓ ሕማቕ ሓሳባት እዩ ብውሽጥና ሕሹክ ዝብለና ስለዚ ሕማቕ ሓሳባት ብውሽጥና ሕሹክ ክብለና ከሎ ክንግስፁ ክንክእል ኣለና ኖ እዚ ድምፂ እዚ እዚ ሕማቕ ሓሳብ እዚ ንዓይ ኣይጠቕመንን እዩ ንቅድሚት ክስጉም ኣይገብረንን እዩ ስለዚ ከምዚ ዓይነት ሓሳብ ኣይተድልየንን ኢኻ ኢልና ነቲ ናይ ውሽጥና ድምፂ ክንግስፆ ይግባእ ምክንያቱ ክሳራኻ ውድቀትካ ስዕረትካ ናይ መወዳእታ ከም ዘይኮነ ዘክር ታሪክ ናይ ቶማስ ኤዲሰን እንተ ርኢና ነዛ ሕጂ ኣብ ሙሉእ ዓለም ብርሃን ሂባትና ዘላ ኣምፑል ንምምሃዝ ክሳብ ዓሰርተ ሽሕ ፈተነታት ገይሩ እዩ ሉክ ዓሰርተ ሽሕ ፈተነታት ክገብር ቀሊል ኣይኮነን ንሕና ብሓንቲ ብክልተ ብሰለስተ ግዜ ፈቲና ምስ ንወድቕ ተስፋ ንቆረፅ ቶማስ ኤዲሰን ግን ነቲ ዝገብሮ ዝነበረ ኣብ መጨረሻ ክዕወተሉ ከም ዝኽእል ኣሚኑ ኣስታት ዓሰርተ ሽሕ ፈተነታት ኣካይዱ ንሱ እንታይ ይብል ነይሩ ዓሰርተ ሽሕ ግዜ ኣይወደቕኩን ዓሰርተ ሽሕ ግዜ ፈቲነ ኣብ መጨረሻ ከዓ ክዕወት እየ ይብል ነይሩ ተዓዊቱ ከዓ ስለዚ ንሕና እውን በቲ ዝገጠመና ውድቀት ተስፋ ክንቆርፅን ናይ መጨረሻ ዕድልና ፀንቂቕና ከም ዝተጠቐምናሉ ጌርና ክንርድኦ የብልና ካልእ ታሪክ ናይ በዓል ማይክል ጆርዳን ተዳሪና ንማይክል ጆርዳን ዘይፈልጥ ሰብ የለን ማይክል ጆርዳን ኣዝዩ ፍሉጥን ህቡብን ሰብ እዩ ታሪኹ እንተ ክንምልከት ክኢልና ኣስታት ሰለስተ ሽሕ ግዜ ኣብ ሰኪዐት ክኣትዋ ዝግበን ወርቃውያን ኩዓሳሱ ስሒትወን ኣብ ናይ ፋይናል ፀወታ ጋንቱ ከእትወን ዝተፀበይዎ 26 ወርቃውያን ሸቶታት ስዒቱ ኣብ ሰለስተ ሚእቲ ፀወታታት ስዕረት ኣጋጢምዎ ማይክል ጆርዳን ግን እንታይ ኢሉ ኣነ በቲ ዝገጠመኒ ውድቀት ተሳዒረ እንተዝተርፍ ኣብዚ ሕጂ በፂሐ ዘለኹ ደረጃ ክበፅሕ ኣይምኽኣልኩም ስለዚ ኣነ ንስኻ ንስኺ እውን ከምዚ ዓይነት ስነ ሓሳብ ኢና ክንሕዝ ዘለና በቲ ዝወደቕናዮ ክንተርፍ ኣይግባእን ተሲእና ጉዕዞና ክንቅፅል ኣለና ዓብዱል ከላም ከዓ ከምዚ እዩ we should not give up and we should not allow the problem to defeat us እዚ ማለት ተስፋ ክንቆርፅ የብልናን ፀገም ክስዕረና ድማ ክንፈቅድ የብልናን ቶማስ ኤዲሰን ማይክል ጆርዳን ካልኦት ኣዝዮም ብዙሓት ዕዉታት በቲ ዝወደቕዎ ተስፋ ስለ ዘይቆረፁ ተሳዒሮም ወይ ወዲቖም ክተርፉ ፍቓደኛታት ስለ ዘይኮኑ እዮም ናብቲ ናይ ዓወት መድረኽ ክበፅሑ ክኢሎም ስለዚ ኣነ ንስኻ ንስኺ እውን በቲ ዝወደቕናዮ ክንተርፍ በቶም ዝገጠሙና ፀገማት ተሳዒርና ክንተርፍ ፍቓደኛታት ክንከውን የብልናን። ደቂ ሰባት ኣብ ክልተ ጉጅለ ክንክፈል ንኽእል። ሓደ ዝፍትኑ፣ ዝወድቁ፣ ዝትስኡ፣ ዝዕወቱ፣ ዝሕጎሱ። እዚኦም ኩሉ ግዜ ኣብ መስርሕ ለውጢ ኣለዉ። ህይወቶም ከዓ ኩሉ ግዜ ብሓጎስን ዕግበትን ዝተኸበበት እያ። እቶም ካልኣይ ጉጅለ ዘይፍትኑ፣ ዘይወድቁ፣ ዘይዕወቱ፣ ዘይሕጎሱ። እዞም ጉጅለ እዚኦም ኩሉ ግዜ ህይወቶም ብሕፅረታት ዝተመልአት ኣብ ህይወቶም ሓዱሽ ነገር ኣየተኣታትውን እዮም። ሓዱሽ ለውጢ ኣየምፁን እዮም። ኩሉ ግዜ ድሕሪ ሰብ እዮም ዝተርፉ ድሕሪ ሰብ ብምትራፎም ከዓ ኩሉ ግዜ ዘይዕጉባትን ዘይሕጉሳትን እዮም ስለዚ ኣነ ንስኻ ንስኺ ኣበየነት ጉጅለ ንምደብ? እንተደኣ ምስቶም ዝፍትኑ፣ ዝወድቁ፣ ዝትስኡ፣ ዝዕወቱ፣ ዝሕጎሱ ኮይንና ህይወትና ኩሉ ግዜ ብሓጎስን ዕግበትን ዝተመልአት እያ። እንተደኣ ምስቶም ካልኣይ ጉጅለ ሃሊና ግን ካብኦም ወፂና ናብቶም ቀዳመይ ጉጅለ ክንኣቱ ክንፅዕር ክንክእል ኣለና። ጠንቂ ውድቀት ወይ ስዕረት እንታይ እዩ? ብሕፅር ዝበለ ድህስስ ኣቢልና ክንከይድ ፅቡቅ ውድቀት ወይ ስዕረት ብሃንደበት ዝመፅእ ዘይኮነስ ውህሉል ናይ ብዙሕ ነገራት እዩ እቶም ንኣሽቱ ጉድለታት ተደማሚሮም ተደማሚሮም ናብ ስዕረት የቃልዑና እቶም ንኣሽቱ ፅቡቓት ስጉምትታትካ ተደማሚሮም ተደማሚሮም ናብ ዓወት ወስዱና ስለዚ ውድቀት ወይ ስዕረት ብሓደ መዓልቲ ብክልተ መዓልቲ ወይ ብሓፂር ነገር ዝመፅ ዘይኮነ ውፅኢት ናይ ብዙሓት ነገራት ምዃኖም ክንፈልጥ ክንክእል ኣለና መብዛሕትኡ ውድቀት ዘጋጥመና ብሰንኪ ክልተ ነገራት እዮም ሓደ ጽቡቕ ምድላው ብዘይምግባር ነቲ ክንበጽሖ ወይ ክንገብሮ ደሊና ዘለና ነገር ጽቡቕ ምድላው ገይርና እንተዘይሰሪሕናዮ ክንወድቕ ግድን ካልኣይቲ ናብ ውድቀት ከተቃልዓና እትኽእል ምክንያት ቀጻልነት ዘለዎ ጻዕሪ ዘይምግባር ሕዝ ግድፍ ነብሎ እንተ ኮይና ክንዕወት ኣይንኽእል ኮንሲስተንት ዝኾነ ኣክሽን ክንወስድ ክንክእል ኣለና መብዛሕትና ንሓደ ነገር ንጅምሮ እሞ ይስልችወና ምስ ሰልቸወና ነቋርፆ ብኡ ገርና ከዓ ንወድቕ ናብ ዓወት ክንበፅሕ እንተ ኮይንና ቀፃልነት ዘለዎ ስጉምቲ ክንወስድ ክንክእል ኣለና ክንፅመም ክንክእል ኣለና ክንከፍሎ ዝግባእና ዋጋ ክንከፍል ክንክእል ኣለና ቶማስ ኤዲሰን እንታይ ኢሉ ነይሩ መብዛሕትኦም ዝወድቁ ኣብ ደንደስ ዓወት ምስ በፅሑ ከም ዝሰዓሩ ኣይፈልጡን እዮም። ሰኣን ጽምም ኢልካ ተወሳኺ ዋጋ ምኽፋል ኣብ ደንደስ ዓወት ምስ በጻሕና ንሰዓር ብዙሓት ኢና ኣይንፈልጥ ኢና ኣብ ገምገም ዓወት ከም ዝበጻሕና ኣይንፈልጥ ኢና ግን ንሰዓር እቶም ተጸሚሞም ስኖም ነኺሶም ዝጽዕሩን ዝሰርሑን ሰባት ግን ናብ ዓወት ይበጽሑ ስለዚ ቀጻልነት ዘለዎ ስጉምቲ ምውሳድ ናብ ዓወት ከብጽሓና ስለ ዝኽእል ብቀጻሊ ካየቋረጽና ካይሰልቸወና ናብቲ ክንበጽሖ ደሊና ዘለና ዕላማ ንምብጻሕ ብቀጻሊ ስጉምቲ ክንወስድ ክንክእል ኣለና ሕራይ ካብ ውድቀት ናብ ዓወት ንምስግጋር ክንገብሮም ዝግብኣና ነገራት ኣገደስቲ ነጥብታት ሓደ ብሓደ ክጠቕሶም እዩ። ውድቀት ወይ ስዕረት ክስመዓና ከሎ ክንገብሮ ዝግበኣና ቀዳመይቲ ስጉምቲ ኣስተንትኖ ምግባር እዩ። እዚ ማለት እንታይ ማለት እዩ? እንተ ደኣ ብውሽጥና ውድቀት ወይ ስዕረት ተሰሚዕና ኣብ ጽምዋን ብሕትው ዝበሉ ቦታን ኮፍ ኢልና ምስ ነብስና ክንዘራረብ ክንክእል ኣለና። ተሳዒርካ ኢኻ ኣኺልካ እዩ ድሕሪ ሕጂ ተስፋ ይብልካ ዝነበሩኻ ዕድላት ጸንቂቅካዮም ኢኻ ሰባት ከንታይ እዮም ክብሉኻ ቁሩብ ሕፍር በል ሕጂ ከንታይ ክትደግም ደሊኻ እዚ ኩሉ ገንዘብ ከሲርካ ስቕ ምባል ይሕሸካ ዝብል ድምፂ ካብ ውሽጥና ክንሰምዕ ከለና ኣብ ርግእ ዝበለ ቦታ ኮፍ ኢልና ንሓሳባትና ክንቆፃፀሩ ክንክእል ኣለና ኖእ ወዲቀ ኣይተርፍን እዩ ሎሚ ወዲቀ ፅባሕ ክትስእ እዩ ሎሚ ከሲረ ፅባሕ ክከስብ እዩ ኢልና ንሓሳባትና ክንቆፃፀር ክንክእል ኣለና እንተ ኣሉታዊ ኣተሓሳስባ ንየእምሮና ተቆፃፂርዎ ተሳዒርና ክንተርፍ ግድን እዩ ስለዚ ዝተሰዓርካ ኮይኑ ኣብ ዝስምዓካ እዋን ንሓሳባትካ ዳግማይ ክትቋጻጸሮ ፈትን። ብኣሉታዊ ሓሳባት ካይትውረ ተጠንቀቕ። ኩሉ ግዜ እወንታዊ ቃላት ተጠቒምካ ምስ ነብስኻ ተዘራረብ። ጋና ክጽዕር እየ ኣነ። ውድቀት ኣባይ ኣይጀመረን። ካብ ውድቀተይ ተስየ ዝሓሸ ውፅኢት ክረኪብ እየ እንዳበልካ ምስ ነብስኻ ተዘራረብ። እዚ ኣይለመድናዮን ክንከውን ንኽእል ኢና። ግን ኣዝዩ ኣገዳሲ እዩ እንተ ንየእምሮና እወንታዊ ስነ ሓሳብ ሂብናዮ እቲ ሳብ ኮንሽስ ክፍሊ የእምረና ነቲ ንዛረቦ እዩ ዝቕበሎ ይምዝግቦ ብኡ መንፅርካ እወንታዊ ስነ ሓሳብ ይወረና እሞ ሓይልን ፀዓትን ረኺብና ካብ ውድቀት ናብ ዓወት ንሰጋገር ገና ኣይተሰዓርኩ ብዙሕ ሰፊሕ ዕድላት ኣብ ቅድመይ ኣሎ ብምባል ምስ ነብስና ክንዘራረብ ክንክእል ኣለና። ውድቀት ወይ ስዕረት ተስፋ ዘይብልካ ናይ መጨረሻ ተሳዒርካ ማለት ኣይኮነን። ኣብ ቅድመኻ ብዙሓት ዕድላት ከም ዘለዉ ንነብስኻ ንገራ። በቲ ዝገጠመካ ስዕረት ሰላምካ ሓጎስካ ኣይተርሕቕ። ስዕረት ውድቀት ስለ ዘጋጠመካ ነታ መዓልቲ እዚኣ ተሓጒስካ ክትሕልፋ ዝግብኣካ ኣይትሕሰብ እዛ መዓልቲ ተመሊስካ ኣይትረኽባን ኢኻ ስለዚ በቲ ዘጋጠመካ ውድቀት ወይ ስዕረት ሰላምካን ሓጎስካን ኣይትዝረቅ ተሓጎስ ሰላም ርኸብ ውሽጣዊ ሰላም ክዓስለካ ክእል ኣለዎ ምስ ነብስኻ እወንታዊ ቃላት እወንታዊ ሓሳባት እንዳሰላሰልካ ተዛረብ ነፍሲ ወከፍ መዓልቲ ብምስጋናን ሓጎስን ሕለፈን። ውድቀት ስለ ዘጋጠመካ ንኹሉ ስቕኢልካ ኣይትኽሰሩ። ሓጎስካ፣ ሰላምካ፣ መቐረት ናይታ መዓልቲ ኣይትኽሰሩ። ነዚ ክትገብር ዘኽእለካ ከዓ ኣብ ፅሙዋን ብሕትው ዝበለ ቦታን ኮፍ ኢልካ ምስ ነብስኻ እወንታውያን ቃላት ተጠቒምካ ተዘራረብ። ክልተ ውድቀትካ ወይ ስዕረትካ ተቐበል። እዚኣ ብጣዕሚ ኣገዳሲት እያ ውድቀትና ብምቕባልና እንረብሖ ብዙሕ ነገር ኣሎ ውድቀትና ዘይምቕባልና ግን ኣብ ተደጋጋሚ ውድቀት ኣብ ተደጋጋሚ ስዕረት ከም ንነብር ይገብረና ስለዚ ውድቀት ኣብ ልዕሊ ውድቀት ዘለና ኣራዳድኣ ከነስተኻኽሎ ይግባእ ውድቀት ኣካል ምምሃርን ምዕባይን ምዃኑ ክንፈልጥ ኣለና። ብውድቀት ክንሓፍርን ክንሽቑረርን የብልና። እንተዘይወዲእካ ወላ ሓንቲ ኣይፈተንካን እንተዘይፈቲንካ ኸ ለውጢ ኣብ ሂወትካ ከተጣጣጡ ኣይትኽእልን ኢኻ ስለዚ ካብዘይ ምፍታንካ ምፍታንካ እቲ ዝበለፀ ምዃኑ ፍለጥ እቶም ካይ ዝፈተኑ ኢዶም ንእግሮም ተኣሲሮም ዝውዕሉ ሰባት ናብ ለውጢ ኣይጉስጉስን እዮም ንስኻ ግን ፈቲንካ ወዲካ ኣብ ጉዕዞ ለውጥን ምዕባልን ከም ዘለኻ ፍለጥ ንስኻ ብሰማንያ ብሚእቲ ፐርሰንት ካብቶም ዘይፍትኑ ሰባት ትበልፅ ብዙሕ ስጉምታት ንቅድሚት ተጓዒዝካ ኣለኻ ስለዚ ውድቀት ከጋጥመካ ከሎ ስለ ዝወደቅካ ኣይትሕፈር ኣይትሸቑረ ከም ዝወደቅካ እመን ንውድቀትካ ተቐበል ውድቀትካ ምቕባል ዓብ ስጉምቲ ንቕድሚት ቅድሚ ሕጂ ብዝገበርካ ጌጋታት ወይ ብዘጋጠመካ ውድቀታት ኣይትሕፈር ዘሕፍረካ ምክንያት የብልካን ኣብ ናይ ምዕባለ ጎደና ኣብ ናይ ስልጣኔ መንገዲ ትጓዓዝ ከም ዘለካ ፍለጥ ስለዚ ክንገብሮ ዝግባእ ውድቀት ወይ ስዕረት ከጋጥመና ከሎ ንውድቀትና ብዘይ ዝኾነ ምክንያት ክንቅበል ይግባእ። ሰለስተ ንክትወድቕ ወይ ክትሰዓር ዝገበረካ ምክንያት ብንጹር ግለጹ። እንታይ ጌጋታት ስለ ዝፈጸምና ኢና ወዲቕና ወይ እንታይ ክንገብሮ ዝግባኣና ነገር ስለ ዘይገበርና ኢና ናብ ውድቀት ኣምሪሕና ነዚ ብንጹር ክንፈልጦ ንክእል ኣለና። ብሰንኪ ሕፅረት ምድላው ድዩ? ቀፃሊ ፃዕሪ ዘይምግባር ድዩ? ሸለልትነት ድዩ? ሕፅረት ሓበሬታ ድዩ? ግዜ፣ ገንዘብ፣ ዓቕሚ ወዘተ። እቲ ቀንዲ ናብ ውድቀት ከቃልዓና ዝኸኣለ ምኽንያት ብንፁር ንግለፁ። እንተ ብንፁር ፈሊጥናዮ ፍታሕ ስለ ዝንረኽበሉ ካብ ውድቀት ናብ ዓወት ክንሰጋገር ኢና። እታ ድኻምካ እንድሕር ፈሊጥካ እታ ምኽንያት መውደቂትካ እንተፈሊጥካ ኦልሬዲ ሶሉሽን ረኺብካ ስለ ዘለኻ ካብ ውድቀት ናብ ዓወት ክትሰጋገር ሲምፕል ቀሊል እዩ ምክንያቱ እታ መፍትሕ ረኺብካ ኣለኻ እታ መንገዲ ረኺብካ ኣለኻ ራብዓይ ንነብስኻን ንካልኦትን ኣይትውቀስ እዚኣኻ ቨሪ ኢምፖርታንት በቲ ዘጋጠመካ ውድቀት ስዕረት ንነብስኻ ኣይትውቀሳ ኣይትኮንና ንስኻ እኮ ብዙሕ ፅቡቕ ነገር ጌርካ ኢኻ ኣብ ጉዕዞኻ ወዲካ ካብ ውድቀትካ ከዓ ብዙሕ ነገር ቀሲምካ ኣለኻ ብዙሕ ነገር ተማሂርካ ኣለኻ ኣብ ቀፃሊ ትበፅሖም ዓወታት ድምር ናይዞም ሕጂ ትወድቆም ዘለኻ ውፅኢት ናይዞም ሕጂ ትሓልፎም ዘለኻ ውድቀታት እዩ ስለዚ ንነብስኻ ኣይትኾንና ኣይትውቀሳ ኣነ ኣይጠቅምኒ ኣነ ኣይረብሕኒ ሳክት እየ ተዓዊተ ይፈልጥኒ በዓል ኣነ ብላሽ ዝብሉ ቃላት ኣይትጠቐም እስኻ ገዳሲ ኢኻ ናይ ለውጢ ሰብ ኢኻ ኣዚኻ ኣገዳሲ ሰብ ኢኻ ኣብ ጎደና ዓወት ትግስግስ ዘለኻ ሰብ ኢኻ ስለዚ በቶም ዘጋጥሙኻ ውድቀታት ንነብስኻ ኣይትውቀሳ ኣይትኾንና ብዙሕ ነገር ፅቡቕ ነገር ሓሊፍካ ኣለኻ ናብ ፅቡቕ ነገር ከዓ ትጓዓዝ ኣለኻ እቶም ዘጋጥሞካ ዘሎ ውድቀታት ወይ ስዕረታት ምልክት ናይ ዝመፅእ ዓወታትካ እዮም ስለዚ በቶም ዘጋጥሙካ ውድቀት ወይ ስዕረት ኣይትሕፈር ኣይትሸቑረር ንነብስኻ ከዓ ኣይትኾንና ሰላም ሃባ ኣሐጉሳ ክንድቲ ዝገበረቶ ፃዕሪ ሞገስ ሃባ ኣድንቃ ናብዚ መድረክ እዚ ክትበፅሕ ክትወድቕ ዝኸኣልካ ስለ ዝፈተንካ ካብቲ ውድቀትካ ብዙሕ ነገር ተማሂርካ ብዙሕ ተመንገር ተመኪርካ ከም ዘለካ ፍለጥ እዚ ከዓ ዓብይ ዝላ ንቅድሚት ምዃኑ ፍለጥ ስለዚ ንነብስኻ ኣይትኾንን ንነብስኻ ምውቃስን ምኹናንን ሕማቅ ክስምዓካን ዳግማይ ንድሕሪት ክትጉተትን እንተዘይኮኑ ወላ ሓንቲ ኣይጠቕመካን። ካልእ ንካልኦት ሰባት ኣይትኾንን ብሰንኪ ከስቶኤ ናብ ውድቀት ተቓሊዐ ዝብል ምኽኒት ኣይተምጽእ። ንዝኾነ ይኹን ኣካል ኣይትኽሰስ። ኣብ ህይወትካ ዘጋጥሙ ወይ ኣብ ህይወትካ ዝኽሰቱ ነገራት ተሓታቲኦም ንስኻ ኢኻ። በቲ ኣብ ጉዕዞ ህይወትካ ተሓልፎም ነገራት ንማንም ሰብ ክትኸስስ መሰል የብልካ ስለዚ ንዝኾነ ኣካል ኣይትኽሰስ ኣይትውቀስ እንተ ንካልኦት ትወቅስን ትኹንን እንኮንካ ኣብ ናይ ምስምስ ዓንኬል ተሓጺርካ ካብ ለውጥን ምዕባለን ክትሕረም ኢኻ። ንድኸማትካን ጌጋታትካን ክትእርም ኣይትኽእልን ኢኻ። ናይቶም ዝተፈጸሙ ጌጋታት ነቶም ዘጋጠሙኻ ውድቀታት ሙሉእ ብሙሉእ ሓላፍነት ውሰደሎም። ሓሙሽተ ጌጋታትካን ድኸማትካን ትእርመሉ ተኽእሎ ፈትሽ። ሮይ ስቴፕ ባይ ስቴፕ ኢና ንኸደን ዘለና ብምስትውዓል ንከታተል እንተ ኣሊና ስቴፕ ባይ ስቴፕ ኢና ንኸደን ዘለና ናብ ውድቀት ዘቃላዓና ምክንያት ብንፁር ፈሊጥና ኣለና ስለዚ እንታይ ተኽእሎ ኣሎ ብኸመይ ኢና ብኸመይ ኢና ክንእርሞ ከዓ መፍትሒታት ንፍትሽ መፍትሒታት ዝበልካዮም ሓሳባት ቀርብ ካብ ሰባት ምክሪ ብምርካብ ባዕልኻ ፈቲሽካ ብትረኽቦ ሓበሬታ ድዩ ብዝተፈላለየ መልክዕ ንጸገማትካ መፍትሒታት ዝኾኑ ወይ ነቶም ዝፈጸምካዮም ጌጋታት መፍትሒታት ዝኾኑ ሓሳባት ኣክብ። ነቶም ዝኣከብካዮም ሓሳባት ከኣ ብተግባር ኣሰንዮም። ሓሳባት ኣዳሊኻ ተግባር እንተዘይ ኣሳኒኻዮ ካብ ውድቀት ናብ ዓወት ክትሰጋገር ኣይትኽእልን ኢኻ። ምክንያቱ ወርቃውያን ሓሳባት ብዘይ ተግባር ኮንቲ እዮም። ሽዱሽተ ዳግማይ ስጉምቲ ክትወስድ ኣይትፍራህ ንመብዛሕትና ካብ ዕቤትን ለውጥን ሓኒቑ ሒዝና ዘሎ ካይወድቕ ዝብል ፍርሒ እዩ ስለዚ ንስኻ ውድቀት ምስ ኣጋጠመካ ዳግማይ ካይትወድቕ ኣይትፍራሕ ንጉድለታትካ ኣሪምካ ብዝሓሸን ብዝበለጸን መንገዲ ሰሪሕኻ ናብ ዓወት ትበጽሓሉ መንገዲ ፍጠር። እንተ ተዓወትካ ጽቡቕ፣ እንተ ወደቅካ ከኣ ትምህርትን ተመክሮን ሒዝካ ናብ ዝሓሸ መድረኽ ከም ትሰጋገር ኣሚንካ ነቲ ጉዕዞ ቀጽሎ። በቲ ዝወደቅካዮ ወዲቕካ ክትተርፍ ፍቓደኛ ኣይትኹን። በቲ ዘጋጠመካ ስዕረት ኣይትደሃብ። ኣይትፍራሕ። ፍርሕኻ ተቋፃፀር ፍርሕኻ ክትቋፃፀር እንተኮንካ ከ ስጉምቲ ብምውሳድ እዩ ዝጅምር ካይ ወድቕ ዝብል ፍርሒ ንቅድሚት ካን ስጉም ሓኒቑ ሒዝና ዘሎ ፅኑዕ ሰንሰለት እዩ ስለዚ ዘጋጠመካ ፍሽለት ንሕልምኻን ድሌታትካን ጋሪድዎ ክተርፍ ፍቓደኛ ኣይትኹን እንተዘይተሓሊልካ ዝያዳ ስዕረት ዝያዳ ዓወት እዩ ዘጓናፅፍ ቀፅል ከምቲ ኣብ መንገዲ እንዳኸድካ ከለኻ ትወድቕ ኣብቲ ዝወደቅካ ስል ከምዚ ኣልካ ኣይተርፍን ኢኻ እንታይ ክትገብር ዋላ ሕሚምካ ከሎ ዋላ ቃንዛ ገይርልካ ከሎ ትትሲ ኢኻ ተሲኻ ከዓ ጉዕዞኻ ትቕፅል ናይ ዓወት ጉዕዞኻ ክኸውን ቃንዛኻ ተቆፃዊርካ ጉዕዞኻ ቀፅል ናብቲ ክትወፅሖ ደሊኻ ዘለኻ ወደብ እንዳ ማዕዳኻ ተጓዓዝ ክትዕወት ኢኻ መላታት እንዳቐየርካ ድኻማትካ እንዳተዓራረኻ ናብቲ ክትበጽሖ ዝደለኻ ወደብ ተጓዓዝ። ሎሚ ኣይበጻሕካዮን ጽባሕ ክትበጽሖ ኢኻ። ጽባሕ ኣይበጻሕካዮን ድሕር ጽባሕ ክትበጽሖ ኢኻ። ክሳብ ብህይወት ዘለኻ ተስፋ ኣይትቑረጽ። ካብ ጉዕዞ ለውጢ ኣይትተዓረብ። ደቂ ሰባት ፍጹማት ኣይኮናን። ስለዚ ኣብ ህይወትካ ኸኣ ፍጹምነት ኣይትጸበ። ንትገብሮም ሓደ ሓደ ጌጋታታት ተቐበሎም፣ ባህርያዊ እዩ። ዝኾነ ሰብ ጌጋታት ይፍጽም እዩ። ፍጹም ዝበሃል ሰብ የለን። ስለዚ ንጌጋታትካ ሓደ ብሓደ ኣይትጸብጽብ። ሚእቲ ካብ ሚእቲ ዘይተዓወትኩ ኢልካ ኣይትሕሰብ። ነቶም ንኣሽቱ ዓወታት ኣይተስተናዕቆም። ንኣሽቱ ዓወታት ተደማሚሮም እዮም ናብ ዓበይቲ ዓወታት ዘሰጋግሩኻ ስለዚ ኣብ ሂወትካ ካብ ውድቀት ናብ ዓወት ክትሰጋገር እንተ ኮንካ በቲ ዘጋጠመካ ውድቀት ተሳዒርካ ኣይትትረፍ ሓደሽቲ ስጉምትታት ብምውሳድ ናብቲ ክትበፅሖ ዘሌካ ዘለካ መድረክ ተሰጋገር ኣብ መጨረሻ ሓንቲ ደስ ትብለኒ ናይ ስቴቨ ማርቦሊ ጥቕስላ ከካፍለኩም ሕሉፍ ህይወተይ ኣይገልጸንን ወዲቐ ኣይተርፍን ዘጋጠመኒ ውድቀት ኣየደናገረንን ኣይሰዓረንን ኣደልዲልኒ ጥራይ እዛ ጥቕሲ ንበይና እዚያ ዓባይ ትምህርቲ እያ ኣነ ንስኺ ንስኻ ብሕሉፍ ህይወትና ኣይንግለጽን ኢና ሕሉፍ ጉዕዞ ህይወትና ይጸብቕ ይሕመቕ ብዘይገድስ ሓሊፍ እዩ ነዚ ሕጂ ዘለና ህሉ ኩነታት ኣይገልጽን ብዙሕ ውድቀታት ኣጋጢሞምና ክኾኑ ክውሉ ብዙሕ ሕማቕ ጉዕዞ ሓሊፍና ክንከውን ንኽእልና ብኡ ግን ንውሰንን ንግለጽን ኣይኮናን መልእኽቲ ናይ ስቴቭ ማራቦሊ እዚ እዩ። ብሕሉፍ ህይወትካ ብሕሉፍ ጉዕዞ ታሪክካ ተቐይድካ ክትተርፍ ፍቓደኛ ኣይትኹን። ንቕድሚት ተማዕዱ። ሕጂ እንታይ ክገብር ይኽእል? ሕጂ ታሪኸይ ክቕይር ይኽእል እየ ኣብ ዝብል መንፈስ ዕሰል ወዲቐ ኣይተርፍን እየ ኣነ ንስኻ ንስኺ በቲ ዝወደቕናዮ ክንተርፍ ፍቓደኛታት ኣይንኹን ኣቂመና ማእለያ ዘይብሉ ሰፊሕ ዕድል ኣሎ ደርኣት ተስፋ ካይቆረፅና ዘለና ፀዓትን ዓቕምን ተጠቒምና ፅዒርና ክንዕወት ዘይንኽእለሉ ምኽንያት የለን ዘጋጠመኒ ውድቀት ኣየደናገረንን የስ እቲ ዘጋጥመና ውድቀት ከደናግረና የብሉን ዕድልና ፀንቂቕና ከም ዝተጠቐምናሉ ጌርና ክንርድኦ የብልና ንእሽተይ ነገር ኢና ፈቲና ዘለና ብዙሕ ነገር ኣቂድመና ኣሎ ነቲ ብዙሕ ኣቂድመና ዘሎ ገዲፍና ነቲ ንእሽተይ ዝሓለፍናዮ ነገር ኣይንጠምት ብኡ ተሓፂርና ከዓ ኣይንትረፍ ኣይሰዓረንን ውድቀት ክስዕረና ፍቃደኛታት ክንከውን የብልና ንውድቀት ክንቅይሮ ንኽእል ንሕና ኢና ውድቀት ንዓና ኣብቲ ዘለናዮ ተሓጺርና ክንተርፍ ከነፍቅደሉ የብልናን። ውድቀት ኣደልዲልኒ ጥራይ እዩ ኢሉና። የስ ውድቀት እንታይ የበርትዓካ እዩ። ፍልጠት፣ ተመክሮ፣ ሓድሽ ክእለት ኣቕሲሙ ዝሓሽካን ዝበለጽካን ሰብ ገይሩ ድልዱል ይገብረካ። ዝበለጽካ ሰብ ይገብረካ። ናብ ዝሓሸ መድረኽ ክትጓዓዝ ይገብረካ። ስለዚ ንውድቀት ወይ ዘጋጥመና ስዕረት ብኣሉታዊ መንገዲ ክንርድኦ የብልናን ስለዚ ኣሕዋተይ ነዞም ኣብ ላዕሊ ዝጠቐስናዮም ነጥብታት ሓደ ብሓደ ተኸቲልና ተግባራዊነት ተኣ ጌርናዮም ካብ ውድቀት ናብ ዓወት ክንሰጋገር ንኽእል ኣብ መጨረሻ ኣብ ናይ ሳንዱቕ ርእይቶ ናይ ገዛእ ርእስኹም ታሪኽ ዓወት ምክፋል ኣይትሕመቑ። ንዝተጓነጸፍኩሞ ዓወት ንእሽቶ ኢልኩም ኣይትንዓቑ። በታ ዝተጓነጸፍኩማ ንእሽቶ ዓወት ተዘይዓጊብኩም በቲ ኣብ መጻኢ እትጓነጸፎ ዓቢ ዓወታትውን ክትሕጎሱን ክትዓግቡን ኣይትኽእሉን ኢኹም። መጀመርታ በቲ ዝበጻሕናዮ ዓወታት ንተሓጎስ፣ ዕግበት ንርከብ። ንእሽተይ ኢልና ኣይንንዓቕ። ንኣያሽቱ ዓወታት ተደማሚሮም እዮም ዓቢ ዓወት ዝኾኑ። ንሰባት ምክፋል፣ ብከምዚ ከምዚ ተዓዊተ፣ ብከምዚ ከምዚ ህይወተይ ቀይረ ኢልና ኣብቲ ዲስክሪፕሽን ቦክስ ክንጽሕፎ ከለና ንካልኦት ሰባት ከንታይ ሞቲቬት ይገብር እዩ ህይወት ይቕይር ህይወትና ተመላሊእና ኢና ክንቅይር ዘለና ኣነ ዝተጠቐምኩሉ ተመክሮ ንካልኦት ኣካፊለ ካልኦት ክጥቀሙ ይኽእሉ እዮም ብስቃይን መከራን ካይሰገሩ ካብቲ ናተይ ተመክሮ ቀሲሞም ዝሓሸን ዝበለፀን ጉዕዞ ክጓዓዙ ይኽእሉ እዮም ስለዚ ታሪክና ብመንፅር ፅሑፍ ገርና ኣብቲ ዲስክሪፕሽን ቦክስ ከነቐምጦ ከለና ንኩላትና ሓጋዝ ምዃኑ ክርዳእ ክንክእል ኣለና ካልእ ነቶም ሓደስቲ ፕሊስ ሳብስክራይብ ብምግባር ሓይሊ ዝቡኹም ቪድዮታት ኣብ ግዚኡ ክትከታተሉ ብክብሪ ይዕድመኩም ኣብ ቀፃሊ ብካልእ ኣርእስቲ ክሳብ ንራኸብ ኣብቲ ዘዘለኹሞ ሰላምን ዕብየትን ጥዕናን ይምነየልኩም ቻው ሰላም ቅነ